መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።

ሰላም ከመይ ጸኒሕኩም ክቡራት ተኸታተልቲ መስትያት ቤትና ከተማ ኣዲስ ኣበባ ኣብዚ እዋን ኤርትራውያን ስደተኛታት ዝህደኑላ ከተማ ኮይና ኣላ ዝበል ሓበሬታ ይጋዋሕ ኣሎ ብፍላይ ኣብቲ ኤርትራውያን ብብዝሒ ይነብሩሉ እዮም ዝበሃል ክፍሊ ከተማ ኣዲስ ኣበባ ጽዑቕ ግፋ ይካየድ ኣሎ እቲ ግፋ ኣብ ኤርትራውያን ዘነጻጸረ ኮይኑ ብቐትርን ብለይትን እዩ ዝፍጸም። ዕሙራት ጎደናታት፣ መዘናግዒ ማእከላት ከም ትካላት መጻወቲ ፑል መሳሊ እቶም ቀንዲ ንግፋ ቁልዓት ዝኾኑ ከባቢታት እዮም። ብዙሓት ድሕሪ ምምስራት ሓድሽ ፍቕሪ ኢሳያስን ኣብይን ናብ ኣዲስ ኣበባ ዝኣተዉ ኤርትራውያን ናይ ስደተኛታት ወረቐት ስለዘይብሎም ኣብዚ እዋን ኣብ ከቢድ ሓደጋ ወዲቖም ኣለዉ። ይኹን እምበር እቶም ግቡእ ወረቐት ዘለዎም'ውን ኣብ ፈለማ ተገፊፎም ከም ዝውሰዱ፣ ኣብ ገለ ከባቢታት ተጻርዮም ከም ዝወጹ ኣብ ገለ ግን ብዘይወዓልዎ ዘይፈልጥዎ ክሲ ከም ዝቐርበሎምን ገንዘብ ከፊሎም ንኽወጹ ከም ዝሕተቱን ካብ ኣዲስ ኣበባ ዝረኸብናዮ ምንጪ ይሕብር። ገለ ካብ ደገ ማለት ንዕረፍቲ ካብ ሃገራት ኣውሮጳ ዝኸዱ ኤርትራውያን እውን ግዳይ ናይዚ ግፋ ዝኾኑ ከምዘለዉ ዝተገልጸ ኮይኑ ካብኣቶም ገንዘብ ከፊሎም ከምዝወጹ ንመስትያት ቤትና ሓቢሮም። ሓደ ግዳይ ግቡእ ወረቐት እንከለዎ ከምዝተገፈፈ ደሓር ግን ኣብ ቦታ ሕጊ ብጸሊም ከተሽርፍ ተረኺብካ ዝብል ዘይፈልጦ ክሲ ከም ዝቐረበሉ ኣማራጺ ምስ ሰኣነ ከኣ ገንዘብ ከፊሉ ከም ዝወጸ ኣብቲ ንመስትያት ቤትና ዝለኣኾ ጽሑፍ ይገልጽ። ቅድሚ ሕጂ ኣብ በበይኑ እዋናት ተገፊፎም ኣብ ትሕቲ ቀይዲ ዝኣተዉ ኤርትራውያን ብዘይፍታዎም ናብ ኤርትራ ከም ዝተጠረዙ ዝፍለጥ ኮይኑ፣ ኣብዚ እዋን እውን ከምኡ ዝዓይነቱ ተግባራት ይፍጸም ኣሎ ዝብል ሓበሬታ እኳ እንተረኸብና፣ ብወገንና ግን ሓቅነቱ ከነጻርዮ ኣይከኣልናን። እቶም ኣብ ኤርትራ ካብ ግፊ ሃዲሞም ኣብ ጎረቤት ኣብ ኢትዮጵያ ተዓቚቦም ዝነብሩ ዘለዉ ኤርትራውያን ኣብቲ ዘለውዎ እውን ግዳይ ግፋ ይኾኑ ስለ ዘለዉ ብዙሓት ካብኣቶም ካብ ኢትዮጵያ ካብቲ ኣሰካፊ ኩነታት ንምህዳም ብኬንያ ኣቢሎም ናብ ኡጋንዳ ክውሕዙ ጸኒሖም። ኣብ መንገዲ ኬንያ ኡጋንዳ'ውን ዝተፈላለየ ክሳብ ሞት ዝኸደ ዕጫ ከም ዘጋጠሞም በብጊዚኡ ዝግለጽ ዝነበረ እዩ። ዕላማ ናይቲ ግፋ ክሳብ ሕጂ ዝተረድኦ ሰብ የለን። ምናልባት ምስቲ ኣብ መንጎ ኤርትራን ኢትዮጵያን ዘሎ ፖለቲካዊ ምፍጣጥ ምትእስሳር ከይህልዎ ግን ይጥርጠር። መንግስቲ ኢትዮጵያ ናይ ስደተኛታት ወረቐት ዘይሓዙ ስደተኛታት ኣብ ክልል ዓፋር ናብ ዝተሃንፀ መዓስከር ክለኣኹ ከምዝኾኑ ዝኾነ ስደተኛ ግን ብዘይ ፍቓዱ ናብ ሃገሩ ክጥረዝ ከምዘይኮነ ገሊፁ ነይሩ። እቲ ኣብ ባይታ ዘሎ ሓቂ ግን ከምኡ ኣይመስልን። ውድብ ሕቡራት ሃገራት ብፍላይ ብምስጓግን ምጥራዝን ኤርትራውያን ስደተኛታት ካብ ኢትዮጵያ ሻቕሎት ከምዘለዎ ኣብ ዝተፈላለየ እዋናት ሓቢሩ ነይሩ። ድሕሪ ምእጋድ መንገዲ ኣየር ኢትዮጵያ ናብ ኤርትራ፣ ቁጽሪ ናብ ኢትዮጵያ ዝበጽሑ ኤርትራውያን ቀኒሱ እኳ እንተኾነ፣ ኤርትራውያን ግን ሕጂ'ውን ብዝረኸብዎ ኣጋጣሚ ናብ ኢትዮጵያ ካብ ምጋሽ ኣይተቖጠቡን። ካብ ኤርትራ ብትግራይ ኣቢሎም ናብ ማእከል ኢትዮጵያ ዝውሕዙ ዘለዉ ኤርትራውያን መንእሰያት'ውን ቁጽሮም ውሑድ ኣይኮነን። እቶም ዕድል ዘይገበሩ ስደተኛታት ኣብ ትግራይ ብኣሰጋገርቲ ደቂ ሰባት ተታሒዞም ኣሽሓት ዶላራት ከፊሎም ጥራሕ ነፃ ክወፁ ከምዝኽእሉ ይንገሮም ኣሎ። እተን ኣብ እዋን ኢህወደግ ዝነበራ ስደተኛታት ብሰላም ዝቕመጡለን ዝነበሩ ኣብ ትግራይ ዝርከባ መዓስከር ስደተኛታት ኣብ እዋን ኲናት ትግራይ ከምዘይነበራ ኮይነን ዓንየን'የን። ሎሚ እቶም ኣብ ክልል ኣምሓራ ኣብ ኣለምዋጭ ዝርከቡ ኤርትራውያን ስደተኛታት ኣብ ከቢድ ፀገም ወዲቖም ኣለው። እቲ ከባቢ ውሕስነት ዘይብሉ፣ ንብዙሕ ሕማማት ውን ዘቃልዕ ስፍራ ስለዝኾነ መረረ ኤርትራውያን ካብቲ ቦታ ወግሐ ጸብሐ ይቃላሕ ኣሎ። ሸፋቱን ሰረቕትን ንዘይጠቅም ንብረት ክብሉ ስደተኛታት ዝቐትልሉ ኣለም ዋጭ፣ ኣባላት ጸጥታ'ኳ ሰላም ናይቲ ከባቢ ክሕልዉ ኣብ ዘይክእልሉ ደረጃ በጺሖም ኣለዉ። ስለዚ እቶም ኣብ ኢትዮጵያ ዝርከቡ ኤርትራውያን ስደተኛታት ኣብ ኣለምዋጭ ይኹን ኣብ ኣዲስ ኣበባ ውሕስነቶም ዝተረጋገጸ ኣይኮነን። ኣብ ኣዲስ ኣበባ ኤርትራውያን ብብዝሒ ኣብ ሓደ ከባቢ ተጠርኒፎም ስለዝነብሩ ነቶም ገፈፍቲ ምቹእ ኮይኑሎም ኣሎ። ኣብ ጥቓ መቕርቦምን ኣሕዋቶምን ንምዃንን ብሓባር ገዛ ተኻርዮም ንምንባርን ክጥዕሞም ምእንቲ ተሰጋሲጎም ኣብ ሓደ ከባቢ ዝነብሩ ዘለዉ ኤርትራውያን ዕጭኦም ግፋን ጥርዝያን ኮይኑ ኣሎ። እዚ ከምዚ ኢሉ እንከሎ ስርዓት ህግደፍ ኣንጻር ብልጽግና ዝቐንዐ ገበታ ሓሶት ዘይዕብልኾ መትከል ብዝብል ኣርእስቲ ሓደ ሓተታ ዘርጊሑ ኣሎ። እቲ ሓተታ ብህዝቢ ተቐባልነት ዘይብሎም ስርዓታት ባዕሎም ጸገማት ፈጢሮም ከብቅዑ ብሰንኪ ተግባራቶም ንዝሰኣንዎ ደገፍ ህዝቢ ንምርካብ ናብ ካልኦት ተሰልቢጦም ብስም ባንዴራን ልኡላውነትን ንብዓት ሓርገጽ ክነብዑ ምርኣይ ዘይልሙድ ኣይኮነን ይብል። ብምቕጻል ስርዓት ህግደፍ ከም ፖሊሲ ዝሓዞ ዲፕሎማስያዊ ኣካይድኡ ኣብ ጽምዶ ዝተመርኮሰን ኣብ ሓባራዊ ግስጋሰ ዘተኮረ ከምዝኾነ ገሊጹ። ወተሃደራውያንን ስቪላውያንን መራሕቲ ኢትዮጵያ ኣብዚ እዋን መድረኽ ኣብ ዝረኸቡሉ ብዛዕባ ምምላስ ዓሰብ ከይተዛረቡ ዳርጋ ኣይወርዱን'ዮም። ኣብ ዝኾነ ምርቓ ይኹን ኣኼባ ዓሰብን ኣፍደገ ባሕርን ክለዓል ኣለዎ። እዚ ንሰማይ እናዓረገ ዝኸይድ ዘሎ ምትፍናንን ግሉጽ ዝኾነ ናይ ጽልኢ ቃላትን ናብ ኲናት እንተማዕቢሉ ቀርኒ ኣፍሪቃ ናብ ኣዝዩ ዝኸፍኤ ቅልውላው ክትወድቅ ከም እትኽእል ተንተንቲ ፖለቲካ ይገልጹ። ኣብይ ኣሕመድ ኣብዚ እዋን ሰሪዕዎ ዘሎ ቀንዲ ኣጀንዳ ሃገሩ ኢትዮጵያ ብዝተኻእለ መጠን ኣፍደገ ባሕሪ ክትረክብ ኣለዋ ዝብል ኣጀንዳ እዩ። ብምኽንያት ምዝዛም ህንጸት ዓብይ ናይ ሕዳሴ ዲጋ ኣብ ዘካየዶ ቃለ መሕትት ንኣብነት እዚ ንሓደ ሽሕ ዓመታት ክትግበር ዘይከኣለ ዲጋ ካብ ተወደኣ ናይ ቀይሕ ባሕሪ ኣዝዩ ቀሊል እዩ፣ ቅድሚ ሰላሳ ዓመታት ዝፈጸምናዮ ጌጋ ክእረም እዩ ክብል ተዛሪቡ ነይሩ። ስርዓት ህግደፍ'ውን ንቓላት ኣብይን ላዕለዎት ሓለፍቱን እግሪ እግሮም እናኸዱ ሓንሳብ ኣብ ኤክስ ሓንሳብ ከምዚ ናይ ትማሊ ብመልክዕ ሓተታ ግብረ መልሲ ይህቡ ኣለዉ። ኣብ ልዕሊ ኤርትራውያን ስደተኛታት ነበርቲ ኢትዮጵያ ዝካየድ ዘሎ ግፋን ጥርዝያን ግን ብወገን ኤርትራ ዝኾነ ግብረ መልሲ ኣይተዋህበሎን። እዚ ናይ ጥርዝያ መስርሕ በታ ኣብይ ኣዝዩ ዘፍቅራ ዓሰብ ኣቢሉ ምፍጻሙ ከኣ ንብዙሓት ዘገረመ ኮይኑ ኣሎ። ኢትዮጵያን ኣብይን ኣብ ጉዳይ ድሮን እውን ጸቒጦም ይሰርሑ ከም ዘለዉ ይዛረቡ። ኢሳያስ ከኣ እዚ ናይ ድሮን ዕላላት ዕሸላዊ ዕንደራ ኢሉ ይገልጾ። ክቡራት ተኸታተልቲ መስትያት ቤትና ንሎሚ ኣብዚ ክንዛዝም ኢና ጽባሕ ብኻልእ ኣርእስቲ ክሳብ ንራኸብ ደሓን ጽንሑ። መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።